ሞጎስ ስጎሞ ኣታ ዋዕላ። ረእይዎ ኣብዚ ክሳዱ ከ እንታይ እዩ ዘለዎ ትርእይዎ ኣለኹም ኣብዚ ተቆሲሉ ገለ። ብዝኾነ ኮይኑ እዚ ቆልዓ እዚ ናይ ብሓቂ ስማርት ቆልዓ እንድዩ ብሓደ ዓመት እዚ ኩሉ ቋንቋ ክኢልዎ።

Let's go!
ጓል ሰለስተ ዓመት ህጻን ሜሎዲ ሃብተ መሓሪ በርሀ፣ እልፉ'ያ እትበሃል። ኣብ ከተማ መንደፈራ ከኣ ትቕመጥ። ንመልከት። ኤርትራ ኣስመራ ኢትዮጵያ ኣስመራ ሱዳን ካርቱም ሳውዝ ሱዳን ጁባ ጁቡቲ ጁቡቲ ሶማሊ ሞቃዲሾ ማላዊ። ርእሲ ከተማ እያ ትገልጽ ዘላ። ሉንጓ። ግብጺ። ካይሮ። ናይጀርያ። ኣልታ። ርዋንዳ። ኪጋሊ። ጋና። ኣክራ። ኮንጎ ኪንሻሳ። ኪንሻሳ። ኮንጎ ብራዛቪል። ብራዛቪል። ማሊ። ባማኮ። ሰራልዮን። ፍሪታውን። ቱኒዝያ። ቱኒዝ። ዝምባብዌ። ሃራረ። ቡርኪናፋሶ። ከመይ ጌራ ትብሎ ኣላ ከመይ ኢዩ እዚ ኩሉ ዝወጾ ዘሎ። ኡጋሮጉ። ካሜሮን።

እዚ ተማም መፃወተ ነይሩ መርዓ ገለ እዚ ከዓ ፍሉይ ክእለት ናይ ክራር ከምኡውን ናይ ደርፊ እዩ ዘለዎ

ሃና ጓለይ ክንደይ ክፍሊ ኣለኺ? ቀዳማይ።
ክንደይ ወጺኺ ኣለኺ ሕጂ? ቀዳመይቲ። ካብ ሙሉእ ቤት ትምህርቲ ዩኒት ቀዳመይቲ እያ ወጺኣ ዘላ እሞ ሞራል እስከ ከምኣ ኢላ ክትውድእ። መን ሽመይ? ናይዚኣ ከኣኒ ቋንቋ ገምጢልካ ምዝራብ እዩ ዘለዋ ኣስማት እንድሕር ኮይኑ ገምጢላ ትዛረብ ገለገለ ፋስት እዩ በቃ ዝሓተትካያስ በቃ ዳይረክት እያ ገምጢላ ትነግረካ ባይዘወይ ንርኣያ።

ስጎሞ
ስጎሞ ገለ ዓይነት ክእለት እዩ ባይ ዘ ወይ ክብርቲ ጋሻና ሃና ገረየሱስ ወይ ድማ ነሃሱ ሱሬገ ነሃሱ ሱሬገ ሕራይ ግጥሚ ስምዐና ሕጂ ነዚ በዓል ዝውክል ግጥሚ
ካብ ኩሉ ዝመቀረት እንታይ እያ ኢሎም ሓቲቶሙኒ ህውኽ ኢለ መሊሰ ፍሩታ ኢለዮም።

ከም ንስድርኡ ገለ ድመጽእ እዩ ዝኸውን ባይ ዘ ወይ
እዚህ መኪና ባጥብ ብዙ ብር አገኛለሁ። እሺ በትግረኛስ ኣብዚኣ መኪና ተሓፂበ ብዙሕ ሰልዲ ይረክብ ዶ ብዓረብኛ እዛ ብቀስ ኢልሆን ሰያራ ከም ፍሎስ ብላይ ብዮም ሌላ እስቲ ምችዶን ኣኖ ተለ መኪና ኣከል ሸንኳይ ዶለ ሰልዲ ብያ እስቲ ኣፓረኛ ደግሞ ኣኖ ያክሊ መኪና ካዕል ሸንኳይ መክቴ ለቅዑ ብዮም

ዓፋር ኦሮምኛ ኣምሓርኛ ካልእ እዚ ናይ ጥቃ ትግርኛ ገለ ዝበሃል ኣሎ እዚ ናይ ትግራይ ዘሎ ዓይነት ቋንቋ ከምኡታት ሳሆ እኮ ኣክቹዋሊ ኤርትራ ኣብ ሰንዓፈ ክኢልዎ ክኸውን ይኽእል እዩ ግን ድኩሉ በስማ ኦሮምኛስ እዚ ነው የለመድከው? ኦሮምኛም እዚ ነው የለመድከው?

ብዝኾነ ኮይኑ እዚ ቆልዓ እዚ ናይ ብሓቂ ስማርት ቆልዓ እንድዩ ምክንያቱ ኣብዚ ሕጂ እዋን ፍሉጥ እዩ ኣይመሃርን እዩ ዘሎ ምክንያቱ ከምህሮ ዝኽእል ሲቹዌሽን የብሉን ወይ ከምህሮ ዝኽእል ኩነታት የብሉን ድሕር ከም ስግረዶ ወጺሎ ሲ ኣብዚ ኣዲስ ኣበባ ኣሎ ወይ ከኣ ኣብዚ ከባቢታት ናይ ኢትዮጵያ ኣብ ዝኾነ ይኹን ተቐሚጡ ኣሎ ማለት እዩ ሕጂ ድሕር ከምኡ ሃልዩ ከኣ ትምህርቲ ኣይክህሉን እዩ ፍሉጥ እዩ ስለዚ ከይተማሃረ ከሎ ኣብ ውሽጢ ሓደ ዓመት እዩ ኣብ ውሽጢ ሓደ ዓመት እዚ መሓርኛ ገለ ኣብዚ ኣዲስ ኣበባ ገሊያ መፅያ ነዛ መሓርኛ ንክትክእል ክንደይ ሰብ እያ ደርገፍገፍ ትብል እዚ ትርእይዎ ኣለኹም ኣምሓርኛ ኦሮምኛ ዓፋር ዓፋር ከማን ኣብዚ ይኽኢልዎ ክኾን ዝኽእል ዓረብ ክንዲዚ ዝኣክል ቋንቋ ይኽኢሉ ዘሎ በስማም ኣብ ኤርትራ ከዓ እቲ ጥቑኡ ዝነበረ ሳሆን ትግርኛን ከዓ ይኽእል እቲ ናይ ኣዲኡ ቋንቋ ትግርኛን ከምኡ እውን ሳሆን ይኽእል ሕጂ ብጣዕሚ ናይ ብሓቂ በሊሕ ምዃኑ እዩ ዘርእየካ ኣብ ትምህርቲ እንተዝህሉ ነይሩ ወይ ከዓ ስሩዕ ናይ ትምህርቲ እንታይ ይበሃል እንተዝህልዎ ነይሩ ክንደይ ቋንቋታት ክኢሉ ምሃለወ ነይሩ ብዚ ሕጂ እዋን እውን ሕጂ ባይ ዘ ወይ ብዙሕ መጻኢታቱ ብዙሕ እዩ ዝረኣየካ ናይዚ ቆልዓ እዚ ብዝኾነ ኮይኑ ግን ነዚ ቆልዓ እዚ እንድሕር ንፈልጦ ኢና ትብሉ ወይ ከዓ ኣብዚ ኣዲስ ኣበባ እዩ ክህሉ ዝኽእል ወይ ከዓ ኣብ ዝኾነ ይኹን ኣብ ኢትዮጵያ ንፈልጦ ኢና ትብልዎ እንድሕር ሃሊኹም ፕሊስ ብፌስቡክ ከምኡውን ብኢንስታግራም ከምኡውን በዚ ቴሌፎን እዚ እንተኽኢልኩም እውን በዚ ቴሌፎን እዚ ደው ኢልኩም ነዚ ቆልዓ እዚ እንድሕር ኣድረሱ ትፈልጡ እንድሕር ሃሊኹም በዚ ፕሊስ ደውሉልና ካብዞም ቆልዑ እዚኦም ቀዳማይ ካልኣይ ሳልሳይ ኢልካ ምስራዕ ናባኹም ክጎድፌ ኣብ ኮመንት ቁፅሪ ሓደ ቁፅሪ ክልተ እንዳበልኩም ፈላሊኹም ፀሓፎም ስለዚ ጋይስ ናይ ሎማዓንቲ ቪድዮ ዝመስል ነይሩ ድሕር ፈቲኹሞ ላይክ ግበሩ ላይክ ኤን ሳብስክራይብ ክሳብ ኔክስት መደብ ንረኸብ ፒስ